ሰራዊት ብልፅግና መጥቃዕቲ ፈፂሙ። ብልፅግና ኣብ ልዕሊ ሰራዊት ትግራይ ኸቢድ መድፍዕ ጥቕዓት ከምዝፈፀመ ተፈሊጡ ኣሎ። ብኻልእ ገፅ ድማ ትዲኤፍ ብርክት ዝበሉ ተዋጋእቲ ብልፅግና ከምዝማረኸ ተገሊፁ ኣሎ። ብግንባር ዶብ ዝካየድ ዘሎ ኹናት ብልፅግና መካናይዝድ ሓይሊ ኣሰሊፉ ምህላዉ እውን ተገሊፁ ኣሎ። ብኻልእ ገፅ ኣብ መንጎ ኽልተ ኣሕዋት ሓይልታት ተጋሩ ዝካየድ ዘሎ ንራብዓይ መዓልቲ ዝቐፀለ ውግእ ጠጠው ክብል ምሕፀንታት ቐሪቦም ኣለዉ። ዝካየድ ዘሎ ውግእ ናይ ብልጽግና ሰራዊት እውን ይሳተፉ ምህላዉ ነቲ ሕድሕዳዊ ኹናት የጋድዶ ምህላዉ ዝተገለጸ ኾይኑ ብስንኪ እቲ ዝካየድ ዘሎ ኹናት ተጋሩ ይቃተሉን ኣባይቲ ይፈርሱ ምህላዎም እውን ተፈሊጡ ኣሎ። ኣብቲ ግንባር ዘለዉ ምዕባለታት ብዝርዝር ናባኹም ክነብል ኢና። እዚ ኸምዚ ኢሉ እናሃለወ እቲ ኣብ መንጎ ኽልተ ተጋሩ ሓይልታት ዝካየድ ዘሎ ኹናት ደው ክብል ምሕጸንታታት ይቐርበሎም። ዘመናዊ ድሮናት ግብጺ ኣብ ሱዳን መጥቃዕታት ከም ዝፈጸማ ተገሊጹ'ላ። ባይራክተር ኣኪንቺ ዝተባህላ ዘመናዊ ድሮናት ካብ ግብጺ ተበጊሰን ናቑጣታት ኣርኤስኤፍ ከም ዘዕነዋ ሮይተርስ ኣብ ዘውጽኦ ጸብጻብ እዩ ኣረጋጊጹ ዘሎ። ኤርትራ ንመጥቃዕቲ ምላሽ ሂባ። ኣዋጅ ኹናት ኣብ ልዕለይ ተኣዊጁ ኣሎ ዝበለ ሻዕብያ ንመጥቃዕቲ ዓጸፋዊ ምላሽ ከም ዝህብ ይፈለጥ ክብል መሊሱ ኣሎ። ብኻልእ ገጽ ድማ ኣብ መንጎ ኢራንን ኣሜሪካን ተኹሲ ጀሚሩ ኣሎ። ሰራዊት ኣሜሪካ ናይ ኢራን ድሮን ወቒዑ ካብ ሰማይ ከም ዘውረደ እውን ተፈሊጡ'ሎ። ክቡራትን ክቡራንን ናይዚኦምን ኻልኦት ዛዕባታት ብዝርዝር ክነቕርበልኹም ኢና። እዚ ፕራይም ትግርኛ እዩ። ሓደሽቲ ተኸታተልትና ቻነልና ሰብስክራይብ፣ ላይክ፣ ሼር እንዳገበርኹም ክትከታተሉና ኢና ንዕድመኩም። ናብ በዝርዝሮም ክነብል ኢና ሰዓቡና። መንግስቲ ፌዴራል መጥቃዕቲ ፈፂሙ ኣብ ዞባ ደቡብ ትግራይ ይካየድ ዘሎ ውግእ ኣብ ዞባ ደቡብ ትግራይ ይካየድ ዘሎ ውግእ ሰራዊት ብልፅግና ኣብ ልዕሊ ትዲፍ መጥቃዕቲ ከም ዝፈፀመ ተገሊጹ ኣሎ እቲ ውግእ ድሕሪ እቲ ኣብ ፀለምቲ ዝነበረ ዝቐፀለ ምዃኑ ዝፍለጥ ኮይኑ ኣብ መንጎ ክልተ ተጋሩ ሓይልታት እዩ ተጀሚሩ እቲ ውግእ ሕዚ'ውን ኣብ ከባብታት ጨርጨር፣ ዛታን፣ ወጀራት ዒስራ ዓድን፣ ሰበበረን ኻልኦት ከባብታትን ተጠናኺሩ ዝቕፅል ዘሎ ኾይኑ ኣብ ልዕሊ ተጋሩ ዕንወት የውርድ ምህላው እውን ይግለፅ እዩ ዘሎ። እቲ ሕድሕዳዊ ኹናት ራብዓይ መዓልቱ ዝሓዘ ኾይኑ ተጠናኺሩ ይቕፅል ከምዘሎን ፌዴራል እውን ናብ tdf ጥይት እናተኮሰ ብርክት ዝበሉ ሓገዛት እናሃበ ከምዘሎ እውን ተገሊፁ ኣሎ። ብኻሊእ ገፅ ድማ ተጋሩ ሕድሕዳዊ ምድማይ ይኣክል ክብሉ ህፁፅ ፃውዒት ይገብሩ እዮም ዘለዉ። እቲ ኹናት ኣብዚ ሐዚ እዋን ፌደራል ተሓዊስዎ ከምዘሎን ተጋዲዱ ናብ ኻልኦት ከባብታት እውን ይላባዕ ምህላው እውን ዝበፀሐና ሓበሬታ ኣመላኺቱላ። ፌደራል ነቶም ካብ ኣሕዋቶም ሰራዊት ትግራይ ተፈልዮም ናብ ዓፋር ብምኻድ ሓራ መሬት ዝኣወጁ ሓይልታት ሰላም ትግራይ ብምባል ንርእሶም ፅውዕ ሓይልታት ዝተፈላለዩ ደገፋት ብብሃብ ኹናት ክኸፍቱን ኣብ ምድላው ክፀንሑን ከምዝኣዘዘ ዝፍለጥ ኾይኑ ነዚ ስዒቡ ድማ ነቶም ሓይልታት ዝተፈላለየ ናይ ሎጂስቲክን ገንዘባዊ ሓገዝን ብምግባር ክጠናኸሩን ኣብ ልዕሊ ትግራይ መጥቃዕቲ ክካይዱን ክዳለው ከምዝገበረም እውን ኣብ ዝተፈላለዩ እዋናት ዝወፁ ፀብፃባት የመላኽቱ እዮም። እንሆ ድማ ስርዓት ብልፅግና እቲ ዝሓንፀፆ ተጋሩ ብተጋሩ ክዋግኡ ናይ ምግባር ፕሮጀክት ኣብ መወዳእታ ምዕራፍ በፂሑ ከምዘሎን ሕድሕዳዊ ኹናት ተጀሚሩ ኣብ ታሪክ ትግራይ ድማ ፀሊም ታሪክ ይፀሓፍ ምህላዉን እዩ ዝግለፅ ዘሎ። ሰራዊት ብልፅግና ነቲ ኣብ መንጎ ተጋሩ ተፈጢሩ ዘሎ ምስሕሓብ ከም ሰብ ኣልቦ መሳርሒ ብምጥቓም ትግራይ ዳግማይ ማእኸል ውግእ ንምግባርን ፅዑቕ ምንቅስቓስ ኣብ ዝገብረሉ ዘሎ እዋን እዩ እምበኣር ኣብ ግንባራት ደቡብ ትግራይ ዝረኣ ዘሎ ደማዊ ጎነፅ ብህፁፅ ጠጠው ክብልን ኹሎም ወገናት ናብ ናይ ሰላም ጠረጴዛ ንኽምለሱን ጉባኤ ህዝባዊ ርክባት ትግራይ ፃውዒት ኣቕሪቡ ዘሎ። ዋላ እኳ ናይ ሰላም ፃውዒት ይግበር እንተሃለወ ኣብ ግንባራት ዓፋር፣ ቆቦን ግን ብሰራዊት ብልፅግና ዝተሓገዘ ፅዑቕ ውግእ ከምዘሎ ፀብፃባት ካብቲ ቦታ እዮም ኣመላኺቶም ዘለዉ። ብመሰረት ዝተረኸበ ሓበሬታ እቶም ብብልፅግና ዝተዓጠቑን ዝድገፉን ዘሎ ዕጡቓት ብጭካነ መጥቃዕቲ ይፍፅሙን ከምዘለውን እዩ ተረጋጊፁ ዘሎ። ናይ ኣወል ኣርብዓ ፍሉይ ሓይሊ ዓፋር እውን ኣብቲ ምጥቃዕት ይሳተፍ ከምዘሎን ሓይልታት ኣምሓራ ናብቲ ውግእ ክፅንበሩ ልዑል ምድላዋት ይግበር ከምዘሎን ተገሊፁ ኣሎ። እዞም ሓይልታት ኣብ ልዕሊ ሰራዊት ትግራይ ትዴፍ ክትኩሱ ምድላው ይግበር ከምዘሎን እውን ተረጋጊፁ ኣሎ። ብተመሳሳሊ እውን ሰራዊት ብልፅግና ብስሩዕ መካናይዝድ ሓይሊ ታንክታትን መዳፍዓትን ሽፋን ብምሃብ ነቲ ውግእ ንምግዳድ ይፅዕር ከምዘሎን እዩ ዝግለፅ ዘሎ። ብልፅግና ኣብ ግንባር ደቡብ ኣስታት ዕስራን ኽልተን ዝኾኑ መዳፍዕ ብምስላፍ ኣብ ልዕሊ ሰራዊት ትግራይ ይትኩስ ምህላዉን እዩ ካብትኡ ቦታ ዝበፅሐና ሓበሬታ ኣመላኺቱ ዘሎ። እዚ ምንቅስቓስ እዚ ተጋሩ ምስ ተጋሩ ንኽዋግኡ ብምግባር ትግራይ ንምድኻምን ደቡብ ትግራይ ድማ ማእኸል ውግእ ንምግባር ዝተሓሰበ ናይ ፀላኢ ስልቲ ምዃኑ ተንተንቲ ይገልፁ ኣለው። ሰራዊት ምክልኻል ትግራይ፣ tdf፣ ተጋሩ ምስ ተጋሩ ናብ ውግእ ንኸይኣትዉ ብልዑል ጥንቃቐ ንመዓልታት ክከላኸል ከምዝፀንሐ ዝተገለፀ ኾይኑ፣ እቲ መጥቃዕቲ እናገደደ ምስ መጸ ግና ካብ ምክልኻል ናብ ጸረ መጥቃዕቲ ተሰጋጊሩ ከም ዘሎን እዩ ዝግለጽ ዘሎ። ኣብቲ ዝተገበረ ጸረ መጥቃዕቲ ድማ ኣብ ልዕሊ ክልተ ከቢድ ኪሳራ ከም ዝበጽሐን ብርክት ዝበሉ ተዋጋእቲ ድማ ኣብ ትሕቲ ቁጽጽር ሰራዊት ትግራይ ከም ዝኣተዉን ከም ዝተማረኹን እዩ ተገሊጹ ዘሎ። ኣንጻር ጆኖሳይዳዊ ኩናት ትግራይ ሓቢሮም ዝመከቱ ጀጋኑ ደቂ ትግራይ ብስንኪ ኣብ ትግራይ ዘሎ ናይ ታይገደሸኒ ዝዓይነቱ ኣካይዳ ፖለቲካ መሳርሒ ጸላእቲ ኮይኖም ዘለዉ ተጋሩ ናብ ልቦኖኦም ክምለሱን ሰላማዊ ዘተ ከቐድሙን ካብ ብርክት ዝበሉ ግዱሳት ተጋሩ ጻውዒት ምሕጸንታ እናቐረበ እዩ ዘሎ። ነዚ ኣመልኪቱ ዲፕሎማሲያዊ ስራሕቲ ትግራይ ብምዕያይ ዝፍለጥ ጉባኤ ህዝባዊ ርክባት ትግራይ ብዛዕባ ዘጋጥም ዘሎ ሕድሕዳዊ ጎነጽ ህጹጽ መግለጺ ኣውጺኡ ኣሎ። ጉባኤ ህዝባዊ ርክባት ትግራይ ኣብ ዝተፈላለዩ ከባብታት ትግራይ እናገደደ ይመጽእ ብዘሎ ወተሃደራዊ ወጥሪ ሕድሕዳዊ ጎነጽን ዝተሰምዖ ከቢድ ስግኣት ብምግላጽ ውግእ ጠጠው ይበል ናብ ዘተ ንመለስ ክብል ኣብ ዘውጽኦ ህጹጽ ጻውዒት እዩ ገሊጹ ዘሎ። እቲ ጉባኤ መበገሲ እቲ ስግኣት ዝበሎ ድሕሪ ስምምዕነት ፕሪቶርያ ህዝቢ ትግራይ ናብ ንቡር ሰላም ክምለስ ትፅቢት እናተገበረሉ ኣብ ዘሎ እዋን ካብ ዝተፈላለዩ ኣብ ዝተፈላለዩ ከባብታት ትግራይ ብፍላይ ድማ ኣብ ዞባ ደቡብ ትግራይ ምስ ብልፅግና ተደሪቦም ዝመፁ ሓይልታት ተፃብኦታት የካይዱ ከምዘለውን እዩ ኣመላኺቱ ዘሎ። ብመሰረት እዚ ድማ ኩሎም ኣብ ጎነፅ ዘለው ኣካላት ካብ ዘየድሊ ጥራሕ ዘይኾነስ ብታሪክ ነዚ ትውልዲ ዘሕትት እዩ ካብ ዝበሎ ኣዕናዊ ተግባር ኢዶም ክስሕቡ ህፁፅ ፃውዒት እዩ ቐሪቡ ዘሎ። ጉባኤ ህዝባዊ ርክባት ትግራይ ኣብ ዘቕረቦ ፃውዒት፣ ኣብ ምእላይ ፀገማት ትግራይ ኹሎም ፖለቲካዊ ውዳበታትን ኻልኦት ብሄራዊ ፅልዋ ዘለዎም ተዋሳእትን ናብ ዘተ ክምለሱ ደጊምና ንሓትት ዝበለ ኾይኑ፣ ብኽልቲኡ ገፅ ዘለዉ ወገናት ብፍጥነት ተኹሲ ጠጠው ከብሉን ንዘተ ድልዋት ክኾኑን ይግባእ ክብል ድማ ኣጠንቂቑ'ሎ። ብብርኪ ክልል ዘለዉ ስቪክ ማሕበራትን መራሕቲ ትካላት ሃይማኖትን ሽማግለ ዓድታትን ዓበይቲ ዓድን ንተፋለምቲ ብዝተኽኣለ ፍጥነት መጀመርታ፣ ኣብቲ ናይ ውግእ ስፍራ ቀጺሉ ድማ ንመራሕቶም ኣብ ዘለውሉ ብምርካብ ዘድሊ ለበዋን ጽዕንቶን ፈጢርና ናብ ልዝብ ንክመጽኡ ጸዓታት ክነጠናኽር ይግባእ ክብል ድማ ጻውዒት ኣቕሪቡ እዩ። እቲ ጉባኤ ኣብ ዘቕረቦም ሓሙሽተ ነጥብታት ድማ ብህጹጽ ደው ምባል ተኹሲ ክካየድ እዩ ጻውዒት ኣቕሪቡ ዘሎ። ብኹሎም ወገናት ዝግበር ዘሎ ወተሃደራዊ ተጻብኦታት ብዘይ ምንም ቅድመ-ኩነት ብህጹጽ ጠጠው ንክብልን ኹሎም ሓይልታት ናብ ሰለማዊ ዘተ ክመጹን እዩ ጻውዒት ኣቕሪቡ ዘሎ። ኣብ መላእ ትግራይ ዘለዉ መራሕቲ ሃይማኖትን ዓበይቲ ዓድታትን ኣብ መንጎ እቶም ተፋጢጦም ዘለዉ ወገናትና ብምእታው ክዓርቁን እቲ ኹናት ንከይስፋሕፍሕን ዕዙዝ ግደ ክጻወቱን እዩ ጻውዒት ኣቕሪቡ ዘሎ። ኣተዓረቕቲ ውዕሊ ፕሪቶርያን ማሕበረሰብ ዓለምን ነቲ ኣብ ትግራይ ዝፍጠር ዘሎ ሓድሽ ስግኣት ብዕቱብ ክከታተልዎን መንገዲ ሰላም ክታጥሑን ድማ ጸቕጢ ክገብሩ ጻውዒት ኣቕሪቡ ኣሎ። እቲ ኹናት ዝካየድ ዘሎ ኻብታት ዘለው ተመዛበልትን ኻልኡት ኣካላትን ጉድኣት ንኸይበፅሖም ኹሎም ኣካላት ሓላፍነቶም ክዋፅኡ ድማ ፃውዒት ኣቕሪብላ። ብፍላይ ድማ ናይ ሚድያ ሓላፍነት ልዑል ብምዃኑ ዝተፈላለዩ ናይ ዜና ማዕኸላትን ነቲ ዘሎ ወጥሪ ዘጋድድ ዘይኾነስ ንሰላምን ሓድነት ዝፅውዕ ሓቀኛ ሓበሬታ ንህዝቢ ከቃልሑ ይግባእ ድማ ኢሎም። እቱ ጉባኤ ኣብ መዛዘሚ መግለፂኡ ድማ ብዘይ ሰላም ትግራይ ኣይትህነፅን ብምባል ኹሎም ፖለቲካዊ ውድባት ሓይልታት ፀጥታ ትግራይ ካብ ውልቃዊን ጉጅላዊን ረብሓታቱ ወፂኦም ንህልውና ትግራይን ሓድነታን ከቐድሙ ፃውዒት ኣቕሪቡ ኣሎ። ሆነ በቦሌ እንደተባለው ግን ኣይቀርም ማለት ነው።
ብኻልእ ገፅ ሻዕቢያ ንመጥቃዕቲ ኢትዮጵያ ምላሽ ሂቡ። ብወገን ኢትዮጵያ ንኤርትራ ዝቐረበ ክሲ ቀዳማይ ሚኒስተር ኣብይ ምላሽ ዝሃበት ኤርትራ ፍንፉን ክትብል ነቲ ናይ ቃላት ፀርፊ ዝቐፀለት ኾይና፣ ኣብ ልዕለይ ዝምዕብል ዘሎ ኣዋጅ ኹናት ይፈለጠለይ ክትብል እውን ገሊጻ። ቐድመ ምኒስተር ኣብይ ኣሕመድ ምስ ኤርትራ ብምሽራኽ ኣብ ልዕሊ ትግራይ ዝፈጸሞ ገበን ጀኖሳይድ ዓርሱ ነጻ ብምግባር ናብ ኤርትራ ኣሕሊፉ ዝሃበ ኾይኑ ኤርትራ በዚ መግለጺ ብቑጥዐ ምላሽ ሂባትሉ እያ። እቶም ንልዕሊ ሰለስተ ዓመታት መላፍንቲ ኾይኖም ኣብ ልዕሊ ትግራይ ኹናት ዝኣወጁ መንግስታት ኢትዮጵያን ኤርትራን ኣብዚ ሐዚ እዋን ናብ ወግዓዊ ጽልእን ምፍርራሕን ተሰጋጊሮም ምህላው ዘመላኽቱ ሓደገኛ ወጥሪታት ተጠናኺሮም ቐጺሎም ኣለው። ቐዳማይ ሚኒስተር ኣቢይ ኣሕመድ ንፈለማ እዋን ንሰራዊት ኤርትራ ብኸቢድ ገበናት ኹናት ክኸስስ እንከሎ፣ መንግስቲ ኤርትራ ብወገኑ ነቲ መግለጺ ሕሱርን ፍንፉንን ብምባል ካብ ምኹናን ሓሊፉ ከም ኣዋጅ ኹናት ቖጺርዎ ኣሎ። ቐዳማይ ሚኒስተር ኣቢይ ኣሕመድ ትማሊ ንባይቶ ወከልቲ ህዝቢ ሃገሩ ኣብ ዝሃቦ መብርሂ፣ ምስ መንግስቲ ኤርትራ ዘሎ ቕርሕንቲ ድሕሪ ስምምዕነት ፕሪቶርያ ከም ዝገደደ ኣሚኑ እዩ። ኣብቲ እዋን ምስ ሰራዊት ኤርትራ ዝተፈጠረ ምስሕሓብ ክገልጽ እንከሎ፣ ሰራዊት ኤርትራ ኣብ ከተማታት ኣክሱም ኣብ ልዕሊ መናእሰይ ዝፈጸሞ ጃምላዊ ጨፍጫፍ ተቓዊምና ቅሬታ ገሊጽና ኢና ዝበለ ኮይኑ፣ እቲ ባእሲ ምስ ህወሓት እምበር ምስ ህዝቢ ትግራይ ኣይኾነን ኢልናዮም ግና ኣይሰምዑናን ክብል ንፈለማ እዋን ምስቲ ናይ ኤምነስቲ ኢንተርናሽናል ዝስማዕማዕ ቃል ሂቡ እዩ። ብተወሳኺ እውን ሰራዊት ኤርትራ ኣብ ከተማታት ሽረ፣ ዓድዋን ዓዲግራትን ኣባይቲ ከም ዘፍረሰ፣ ንብረት ከም ዝዘመተን ኢንዱስሪታት ከም ዘዕነወን ኣብቲ ባይቶ ብወግዒ ከሲሱ እዩ። ብፍላይ ድማ ሰራዊት ኢትዮጵያ ናብ መቐለ ንከይኣቱ ሰራዊት ኤርትራ ዕንቅፋት ይፈጥር ስለ ዝነበረ ኣብ ውቕሮ ንዓቶም ዝዓግት ሓይላት ኣስፊርና ኢና ናብ መቐለ ኣቲና ክብል እውን ገሊጹ እዩ። ይኹን እምበር ንሱ ኣብ መቐለ ኣቲና ዘዕነውናዮ ኣባይቲ የለን ክብል እዩ ገሊጹ። ይኹን እምበር እቲ ስርዓት ኣብ ዝተፈላለዩ ከባብታት መቐለን ሓዊሱ ብርክት ዝበሉ ደብዳባት ብምክያድ ህፃናት ዝርከብዎም ብርክት ዝበሉ ኣባይቲ እውን ከምዘዕነወን ከምዝቐተለን ይፍለጥ እዩ። መንግስቲ ኤርትራ በዚ ናይ ቀዳማይ ሚኒስተር ኣብይ ክሲ ዝተቖጠዐ ኮይኑ ብሚኒስተር ዘይኑ ኣብ ኤክስ ገፁ ኣብ ዝሃቦ መልሲ እቲ ኣብ ልዕሊ ኤርትራ ንኽውሰድ ዝሕሰብ ዘሎ ሓላፍነት ዝጎደሎ ስውር ናይ ኹናት ኣጀንዳ ምኽኑይ ንምግባር ዝዓለመ ክብል እዩ ነቲ መደረ ምላሽ ሂብሉ ዘሎ። ኤርትራ መንግስቲ ኢትዮጵያ ቅድሚ ሕዚ ንሰራዊት ኤርትራ ዝሃቦ ምስጋናን ሚደልያን ብምዝኽኻር እቲ ሕዚ ዝቐርብ ዘሎ ክሲ ንፖለቲካዊ ረብሓ ዝተዳለወ እዩ ክብል እዩ ምላሽ ሂብሉ ዘሎ። ኣብቲ ናይ ባይቶ መደረ ድማ ወደብ ባሕሪ ብባሌ ይኹን ብቦሌ ምርካብና ኣይተርፍን ክብል ነቲ ናይ ፊልድ ማርሻል ዘረባ እዩ ደጊምዎ። ነቲ ወጥሪ ዝያዳ ዘጋድዶ ዘሎ ጉዳይ ወደብ ባሕሪ እዩ ዝበለ ቀዳማይ ሚኒስተር ኣብይ፣ ቐይሕ ባሕሪ ኢትዮጵያ ተፈላልዮም ክነብሩ ኣይኽእሉን ብምባል፣ ኢትዮጵያ ወደብ ባሕሪ ንምርካብ ብዲፕሎማሲ እንተዘይተዓዊታ ብኻልእ መንገዲ ክትጥቀም ከምትኽእል ኣጠንቂቑ እዩ። ጉዳይ ወደብ ባሌ ይኹን ብቦሌ ብዝኾነ ይኹን መንገዲ ምዕዋቱ ኣይተርፍን ዝብል ቃል ብወገን ኤርትራ ከም ቀጥታዊ ምፍርራሕ ልኣላውነት ከምዝተወሰደ እውን ኣብቲ ምላሽ ተሓቢሩ ኣሎ። ኣብዚ ሐዚ እዋን ቐዳማይ ሚኒስትር ኣብይ ኣሕመድ ገለ ወገናት ህወሓት ምስ ኤርትራ ይሻረኹ ኣለው ብምባል ብባንዳነት ክኸስስ እንከሎ እዙይ ድማ ኣብ መንጎ መቐለን ኣዲስ ኣበባን ዘሎ ምስሕሓብ እውን ናብ ሓዱሽ ምዕራፍ ኣሰጋጊርዎ ከምዘሎን እዩ ዝግለፅ። ቐዳማይ ሚኒስትር ኣብይ ኣብ ዘስምዖ መደረ ጎቦታት ጎላን ከም ኣብነት ተጠቒሙ እዩ። ቐዳማይ ሚኒስትር ኣብይ ኣብ ዘስምዖ መደረ ጎቦታት ጎላን ከም ኣብነት ተጠቒሙ እዩ። ኣኽራናት ጎላን ስትራቴጂካዊ ጎቦታት ዝበዝሖ ከምዝኾነ ዝፍለጥ ኾይኑ ንሶርያን እስራኤልን ሊባኖስን ዮርዳኖስን ዘዳውብ ምዃኑ እውን ይፍለጥ እዩ። እቲ ጎቦ ኣብ ዓሰርተ ትሽዓተ ስልሳን ሸውዓተን ኣቋጽራ ኣውሮፓውያን ብእስራኤል ካብ ሶርያ ከም ዝተወሰደ እውን ይፍለጥ እዩ። እቶም ኣኽራናት ካብ ሶርያ ዝተመንዝዑ ኣብዚ ሕዚ እዋን ኣብ ትሕቲ ቁጽጽር እስራኤል ዘለዉ ስትራቴጂካዊ ቦታታት ከም ዝኾኑ ዝፍለጥ ኮይኑ ቀዳማይ ሚኒስተር ነዚ ምምስሳል ከም ኣብነት ናይቲ ኣብ ዶብ ባሕሪ ዝጠቐሶ ክሲ ምጥቃሙ ብኤርትራ ከም ወታደራዊ ስግኣት ዝተረኤ ኮይኑ ኣይተ የማነ ነዚ ምላሽ እንትህብ ድማ ኣንጻር ኤርትራ ኹናት ንምክያድ ዘለዎ ዘይሕጋዊ ድሌት ብንጹር ዘርኢ እዩ ክብል እዩ ምላሽ ሂብሉ ዘሎ። እዚ ተኸታታሊ ናይ ቃላት ኹናት ኽስታትን ኣብ መንጎ ክልቲኤን ሃገራት ዝነበረ ዲፕሎማሲያዊ ጻዕርታት ምሉእ ንምሉእ ከም ዝፈረሰ ዘርኢ ምዃኑ ይግለጽ እዩ ዘሎ። ኽልቲኦም ሓይልታት ኣብ ዶባት ሰራዊቶም እናኣከቡ ኣብ ዝርከብሉ እዋን እዩ እዚ ዝተሰምዐ። መግለጽታት ነቲ ዞባ ናብ ሓድሽ ደማዊ ኹናት ንምእታው ሓንቲ ስጉምቲ ጥራሕ ከም እትተርፎ ተንተንቲ ይገልጹ እዮም ዘለዉ። ብኻልእ ገጽ ድሮናት ግብጺ ኣብ ሱዳን መጥቃዕቲ ከምዝፈጸማ ተገሊጹ ኣሎ። ዘመናዊት ድሮናት ግብጺ ኣብ ሱዳን መጥቃዕታት ከምዝፈጸማ ተገሊጹ እዩ። ባይራክተራ ኣኪንቺ ዝተባህላ ዘመናዊት ድሮናት ካብ ግብጺ ተበጊሰን ናቑጣታት ኣርኤስኤፍ ከምዘዕነዋ ሮይተርስ ኣብ ዘውጽኦ ጸብጻብ እዩ ኣመላኺቱ ዘሎ። እተን ኣዝየን ሓያላት ዝኾና ናይ ቱርኪ ስራሕተን ዝኾና ተዋጋእቲ ድሮናት ናብቲ ምስ ሱዳን ዘዳውባ ደቡባዊ ምዕራብ ዶብ ኣዋፊራ ከምዝነበረት እዩ እቲ ጸብጻብ ኣመላኺቱ ዘሎ። ሓንቲ ካብተን ዓበይቲ ጉራብቲ ሱዳን ዝኾነት ግብጺ ናብቲ ንሰለስተ ዓመታት ዝቐጸለ ደማዊ ኩናት ሱዳን ብቐጥታ ክትጽንበር ምዃና ዘመላኽትን ኸቢድ ወጥሪ ዝፈጥር ምዃኑ እውን ይግለጽ እዩ ዘሎ። ሮይተርስ ብመሰረት ካብ ትካል ቴክኖሎጂ ጠፈር ኣሜሪካ ዝተረኸበ ናይ ሳተላይት ምስልታት ወኪሱ ከም ዝሓበሮ ኣኪንቺ ዝተባህላ ግዙፍ ናይ ቱርኪ ተዋጋእቲ ድሮናት ኣብቲ ኣብ ዶባት ስልሳ ኪሎ ሜትር ጥራሕ ርሒቑ ዝርከብ መዕርፎ ነፈርቲ ምብራቕ ኡወይናት ከም ዝተርኣያ ድሕሪ ምግላጽ እቲ ቦታ ድማ ኣብ ዝሓለፉ ሸሞንተ ኣዋርሕ ኸበድቲ ወታደራዊ ኣጽዋራት ክቐርብሉ ምጽንሖም ኣመላኺቱ እዩ። እዚ ጸብጻብ እዚ ዝወጸ ድማ ኢትዮጵያ ብኣንፈት ቤንሻንጉል ጉሙዝ ኣብ ኹናት ሱዳን ትሳተፍ ምህላዋ ኣብ ዝግለጸሉ ዘሎ እዋን ኾይኑ ኽልቲኣን ሃገራት ኣብ ሱዳን ተፋጢጠን ምህላወን ዝሕበር ዘሎ። ግብጺ ንመንግስቲ ሱዳን ትድግፍ እንከላ ኢትዮጵያ ድማ ንኣርኤስኤፍ ከም እትድግፍ ይፍለጥ እዩ። ትማሊ ብኣንፈት ቤንሻንጉል ጉሙዝ ምስ ሱዳን ኣብ ዘዳውብ መስመር ከም ብሓዱሽ ዝተወልዐ ውግእ ካብ ኢትዮጵያ ዝተበገሰ ምዃኑን እዩ ዝግለጽ ዘሎ። ሱዳን ትሪቡን ኣብ ዘውጽኦ ጸብጻብ፣ ድሮናት ኤምራትስ ካብ ኢትዮጵያ፣ ኣሶሳ ተበጊሰን ኣብ መሬት ሱዳን መጥቃዕትታት ከም ዝፈነዋ እዩ ዝግለጽ ዘሎ። ቤንሻንጉል ጉሙዝ ድማ ሓድሽ ናይ ውግእ ግንባር ክኸውን ከም ዝኽእል እዩ ዝግለጽ ዘሎ። ዘ ኒውዮርክስ ታይምስ ብሳተላይት መረዳእታ ኣሰንዩ ኣብ ዘውጽኦ ሓድሽ ጸብጻብ ድማ፣ ግብጺ ሓድሽ መዕርፎ ነፈርቲ ኣብ ሱዳን ከም ዘዳለወት እዩ ዝሕብር ዘሎ። ግብጺ እቲ ሓድሽ መዕርፎ ነፈርቲ ድሮናት ድማ ብዓይነቱ ፍልይ ዝበለ መጥቃዕትታት ንምፍናው ዘኽእላ ከም ዝኾነ ይግለጽ እዩ ዘሎ። እዚ ከምዚሉ እናሃለወ እዩ እምበኣር ፕረዚደንት ቱርኪ ረሲፕ ጠይብ ኤርዶጋን ኣብ ግብፂ ዑደት የካይድ ምህላው ዝግለፅ ዘሎ። ፕረዚደንት ቱርኪ ረሲፕ ጠይብ ኤርዶጋን ወግዓዊ ዑደት ስራሕ ንምክያድ ናብ ግብፂ ከምዝኣተወ ቤት ፅሕፈት ፕረዚደንት ቱርኪ ኣብ ዝዘርግሖ ሓበሬታ ኣመላኺቱ ኣሎ። ኤርዶጋን ኣብ ዓለም ለኸ መዕርፎ ነፈርቲ ካይሮ ኣብ ዝበፅሐሉ እዋን ፕረዚደንት ግብፂ ኣብደል ፈታህ ኣልሲሲ ከምዝተቐበሎ እውን ሓበሬታታት የመላኽቱ ኣሎ። ኣብ መንጎ ኢራንን ኣሜሪካን ኹናት ከይክፈፀም ፃዕርታት ዘካይድ ዘሎ ፕረዚደንት ኤርዶጋን ኣብ ማእኸላይ ምብራቕ ወግዓዊ ዕደት ብምክያድ ነቲ ተጓሂሩ ዘሎ ርክባት ኽልተ ሓያላት ሃገራት ናብ ልዝብን ዘተን ንምምላስ ጻዕርታት የካይድ ከም ዘሎ ይግለጽ እዩ ዘሎ። ካብቲ ዝገብሮ ዘሎ ጻዕርታት ድማ ጽባሕ ዓርቢ ሽዱሽተ ለካቲት ወኪላት ኢራንን ኣሜሪካን ተራኺቦም ክዘራረቡ ክገብር ምዃኑን እዩ ተሓቢሩ ዘሎ። እዚ ከምዚሉ እናሃለወ እምባር ሰራዊት ኣሜሪካ ናብ መርከብ ጽዕኖት ነፈርቱ ዝተጸግዐት ምዃና ዝገለጻ ናይ ኢራን ድሮን ከም ዝወቕዐ ተገሊጹ'ሎ። ኣሜሪካ ትማሊ ሰሉስ ናብታ ኣብ ባሕሪ ዓረብ እትርከብ መርከብ ጽዕነት ነፈርቲ ኣብርሃም ሊንከን ብመንገዲ ተጻብኦ ክትጽጋዕ ዝፈተነት ናይ ኢራን ድሮን ወቒዑ ከምዝወረዳን'ዩ ሓቢሩ ዘሎ። እዚ ሓበሬታ'ዚ ንመጀመርያ ግዜ ብቤት ጽሕፈት ዜና ሮይተርስ ዝተቓልሐ ከምዝኾነ'ውን ተገሊጹ'ሎ። ሮይተርስ ኣብ ዘቃልሖ ሓበሬታ እዚ ፍጻመ'ዚ ዝተኸሰተ ዲፕሎማሰኛታት ኣብ መንጎ ኢራንን ኣሜሪካን ናይ ኒዩክለር ዘተ ንምክያድ እናጸዓሩ ኣብ ዘለሉ እዋን ምዃኑ'ዩ ተገሊጹ ዘሎ። ፕረዚደንት ትራምፕ መኻይን ውግእ ኣሜሪካ ናብ ኢራን ገጸን እናምርሓ ምዃነን ብምጥቓስ ስምዕነት እንተዘይገይርኹም ሕማቕ ነገራት ከጋጥመኩም ይኽእል'ዩ ክብል ኣጠንቂቑ ምንባሩ ይዝከር'ዩ። እታ ድሮናት ምውቃዓ ስዒቡ ድማ ኣብ በራሚል ነዳዲ ሓደ ዶላር ወሲኹ ምህላዉ ተገሊጹ'ሎ። ወዲ እቲ ናይ ቐደም መራሒ ሊብያ መዓሙር ጋዳፊ ምዃኑ ዝተገለጸ ሰይፍ ኣልኢስላም ተቐቲሉ። ወዲ እቲ ንነዊሕ ዓመታት ንሊብያ ዝመርሐ መዓሙር ጋዳፊ ዝኾነ ሰይፍ ኣልኢስላም ጋዳፊ ኣብ ሊብያ ብጥይት ከምዝተቐተለ ተገሊጹ'ሎ። ሰይፍ ኣልኢስላም ቕድሚ እቲ ኣብ ክልተ ሽሕን ዓሰርተ ሓደን ዘጋጠመ ሞት ኣቦኡ ኣብታ ሃገር ከም ኻልኣይ ሓያል መራሒ ኾይኑ ይረኣ ከምዝነበረ ይፍለጥ'ዩ። ኣብታ ሰሜን ኣፍሪቃዊት ሃገር ሊብያ ዝርከብ ናይ ኣልጀዚራ ዓረብኛ ወኪል ኣሕመድ ካሊፍ ትማሊ ኣብ ዘውጽኦ ጸብጻብ ጋዳፊ ኣብታ ንዝሓለፉ ዓሰርተ ዓመታት ይመርሐላ ዝጸንሐት ምዕራባዊት ከተማ ሊብያ ዝኾነት ዚናታን ብጥይት ተወቒዑ ከም ዝተቐተለን ሓቢሩ ኣሎ። ክብራትን ክብራንን ዜናትና ኣብዚ ዛዚምና ኣለና ሓቢርኩምና ስለ ዝጸናሕኩም ኣዝና